ሰላም ንዓኹም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ኣለኹም ምሳኹም ዘለኹ ገሬ ሓውኹም እየ ከምቲ ልሙድ ኣብዚ ናይ ሎሚ ሒዘልኩም መፅኦ ዘለኹ ኣብ ናይ ገዛና ታንክ ማይ ውዑይ መውዓይ ማለት እዩ ብጋዝ ዝሰርሕ ክኸውን ይኽእል እዩ ብኤሌክትሪክ ዝሰርሕ እሱ ድማ እንታይ እዩ ኣብቲ ናቱ ዝተወሰነ ግዜ ድረይን ከምዚ ክንገብሮ ከም ዘለና ረኮመንድ ገብረና እዩ ድረይን ክንገብሮ ከለና ንምንታይ ዝሕግዘና እንድሕር ኢልና ኣብኡ ኩሉ ግዜ ማይ ክመፅእ ከሎ ናብቲ ታንክ ዝኣቱ ማይ ዝሑል ማለት እዩ ልክዕ እዚ ከም እትሪእዎ ዘለኹም እዚ ብሉ ዝረኣየና ዘሎ ናይ ማይ ዝሑል እዩ እቲ ቀይሕ ድማ ማይ ውዕዩ ማለት እዩ ሶ ካብ ማይ ዝሑል ናብቲ ታንክ ክኣቱ ከሎ እቲ ማይ ከይተፀረየ ስለ ዝኣቱ እቲ ናቱ ጨዋም ዝኾነ ነገር ከኣ ምስቲ ማይ ክነውዕዕ ከለና ከኣ ኩሉ ግዜ እንድሕር ርኢናዮ ማይ ክነውዕዕ ከለና ኣብ ድስቲ ጌርና ዋላ እቲ ጨዋም ዝኾነ ነገር ኣብቲ ጫፍ ናይቲ ድስቲ ኮፍ ይብል ማለት እዩ። the same way ከኣ ናይዚ ከኣ እቲ ጨዋም ዝኾነ ነገር ምስ ኣተወ ናብኡ ክውዕ ከሎ ድማ ኣብቲ ታሕታዋይ ክፋል ናይቲ ታንክ ኣብኡ ኮፍ ይብል ማለት እዩ። ሶ ነቲ ዕድመ ነቲ ናይቲ ታንክ ድማ ብቕልጡፍ ንኸኣርግ ይገብሮ ወይ ከኣ ንክበላሾ ከኣ ይሕግዞ ማለት እዩ so እንታይ ክንገብር ኣለና ንከምኡ ክነወግድ እንድሕር ኮይና ብዝተካእለና መጠን at least ሓንሳብ ኣብ ሽዱሽተ ወርሒ ድዩ ወይ ሓንሳብ ኣብ ዓመት ድሬን ክንገብሮ ከም ዘለና ማለት እዩ ድሬን ክንገብር ከለና ምናልባት እቲ ናትና መውዓዪ ብኤሌክትሪክ ድዩ ዝሰርሕ ብጋዝ እሱ ቸክ ምግባር የድልየና እዚ ንሪኦ ዘለና ልክዕ ብኤሌክትሪክ ይሰርሕ ይበሎም እዚ ኤሌክትሪክ ይሰርሕ ቅድሚ ማይ ምዕፃውና ነቲ ናቱ ኣበይ ከም ዘሎ እቲ ብሬከር ፈሊጥና ንዕኡ ክንዓፅዎ ኣለና ምክንያቱ ማይ እንድሕር ኪዕናዮ እቲ ታንኪ ከዓ ኦን እንድሕር ኣልዩ ብዘይ ማይ ክስታይ ከብል ስለ ዝኽእል ዝኾነ ወይ ከዓ ምትሕሓዝ ከዓ ኮንታክት ከይህልዎ መታን ቀዲምና ነጥፍኦ ማለት እዩ እቲ ናይ ጋዝ ኩሉ ግዜ ጋዝ ከዓ ናይ ጋዝ እንድሕር ኣልዩ ናይ ጋዝ ከዓ ናቱ ቫልቭ ኣለዎ መዕፀዊ ነታ መዕፀዊት ዓፂና ብድሕሪኡ ዘሎ ነቲ ማይ ክነውፅኦ ንኽእል ማለት እዩ ምናልባት ኣብ ካልእ ሸር ዝገበርክዋ ነይራ ንኸምኡ ትሕግዘና መሳርሒት ነቲ ድሬን ክንገብር ከለና ብፕሬሸር ጌርና ነቲ ዘሎ ደፊኡ ዘውፀልና ማለት እዩ እሳ ምናልባት ኣብ ደሓር ምስ ወዳእኹ እዚ ቪድዮ ኣብቲ ናይ ቦታ ናይ ኮመንት ክገድፈልኩም እየ ተገድሰኩም ሰባት እንድሕር ኣለኹም ካብኡ ክትረኽብዎ ትኽእሉ ኢኹም ማለት እዩ እሱ ንምንታይ ድሕግዘና ነቲ ዘሎ ማይ ነቲ ታሕቲ ኮፍ ኢሉ ዘሎ ንፋስ ገይሩ ደፊኡ ንዕኡ ከም ዝንቀሳቐስ ይገብሮ እሞ ተደፊኡ ከኣ በቲ ናይ ካርተጅ ወይ ከኣ በቲ ናይ ጋርደን ሆዝ ገይሩ ከኣ ይወፅእ ማለት እዩ ሶ እሳ ንኸምኡ ትሕግዘና እሳ እንተዘይብልና ድማ ኖርማሊ በቲ ናትና ናይ ጋርደን ንጥቀመሉ ካርተጅ ገይርና ክነውፅኦ ንኽእል ኢና ማለት እዩ ስለዚ እቲ ቀዳምነት ከምኡ ክንገብሮ ከለና እቲ ጋዝና ድዩ ወይ ከዓ እቲ ኤሌክትሪክ ምስ ዓፀናዮ እዚኣ ትረኣየና ዘላ ናይ ማይ ዝሑል እያ ማለት እዩ። እዛ ማይ ዝሑል እዚኣ ከቢብ ክኸውን ይኽእል እዩ ናትና ሃንድል ወይ ከዓ ስትሬት ከምዚ ከዓ ክኸውን ይኽእል እዩ ማለት እዩ። ስትሬት እንድሕር ኮይኑ ጀስ ርብዒ ትዊስት እዩ ከምዚ ጌርና ሓንሳብ ምስ ጠበናዮ ዝዕፀው እዩ ማለት እዩ። ኣንፃር ናይቲ ቱቦ ዘለዎ እንድሕር ኮይኑ ኩሉ ግዜ እዚ ከም ሰብ ዝበለ መኽፈቲ መዕፀዊ ዘለዎ ድማ ኣንፃር ናይቲ ቱቦ ዝጥምት እንድሕር ኣሊ ኮይኑ ተዓፅዩ ኣሎ ማለት እዩ። ልክዕ ናይቲ ዳይሬክሽን ናይቲ ትቦ ዝጥምት እንድሕር ኮይኑ ከዓ ተኸፊቱ ኣሎ ማለት እዩ። ከቢብ እንድሕር ኮይኑ ከዓ ንየማን ንኣስር ንፀጋም ከዓ ንፈትሕ ማለት እዩ። ሶ ንፀጋም ክነዝሮ ከለና ንኸፍቶ ኣለና፣ ንየማን ክነዝሮ ከለና ከዓ ንዓፅዎ ኣለና ማለት እዩ። እቲ ከቢብ መኽፈቲ እንድሕር ኮይኑ ማለት እዩ። ሶ እሱ ምስ ዓፀናዮ ብድሕሪኡ እቲ ድሬን ክሊን ክንገብር ንኽእል ኢና። ምናልባት እዚ ኮኔክሽን እንድሕር ኣልዎ ኮይኑ ኮኔክት ኮይኑ እንድሕር ኣልዩ እቲ ማይ ክወፅእ ብቑሩብ እዩ ዝወፅእ ምኽንያቱ ንፋስ የድልዮ እዩ ማለት እዩ። ሶ እታ መሳርሒት ዝብለኩም ዘለኹ ነቲ ንፋስ መበገሲ ገይራ ደፊኣ ተውፀልና ትሕግዘና እያ ማለት እዩ። ምኽንያቱ እዚ ዕፁው እንድሕር ኮይኑ እቲ ማይ በዚ ክወፅእ ዘለዎ ተኽእሎ ከዓ ውሕድ እናገበረ እዩ ዝወፅእ ማለት እዩ። ሶ ብዝተኻእለና በቲ ዘለና ጌርና ተጠቒምና ክነውፅኦ ንኽእል ኢና። እዚ እንድሕር መዕፀዊ ዘይብሉ ኮይኑ ወይ ከዓ ሙሉእ ብሙሉእ ዘይዓፁ እንድሕር ኮይኑ ነቲ ቫልቭ ናትና ድማ እንታይ ክንገብር ኣለና? እቲ መይን ናቱ መዕፀዊ ክንዓፅዎ ንኽእል። ኣብቲ ቆፃሪት ዘላቶ ቦታ ከይድና ምሉእ ናይቲ ገዛ ክንዓጽዎ ንኽእል እንድሕር እዚ ዘይብሉ ኮይኑ ማለት እዩ ብድሕሪኡ እቲ ድረይን ናቱ እዚ ቸክ ቫልቭ ናይ ናይቲ ሙቐት ናይቲ ሂት ናይቲ ፕሬሽር ናይቲ ሂት ሙቐት ዘለዎ ቸክ ዝገብረልና እዩ እንድሕር ትረኣየኩም ኣሎ ድማ እዚኣ እቲ ቼክ ቫልቭ ኩሉ ግዜ እንታይ ክህሉ ኣለዎ እዚ ቱቦ ክህሉ ኣለዎ እዚ ቱቦ እዚ ንምንታይ ዝሕግዘና ዝኾነ ግዜ ኦቨር ሂት እንድሕር ኮይኑ እቲ ታንክ ወይ ከዓ ኦቨር ፍሎ ክገብር ከሎ ድማ ኣብ ክንዲ ፋሕ ኢሉ ዝወፅእ በዚ ናብ ሓደ ዳይሬክሽን ይወፅእ ማለት እዩ ልክዕ ኣብታ ትሕቲኣ ድማ ከም ትሪእዋ ዘለኹም እዚኣ እታ እታ ቱቦ መውጪ ማይ ክንጥቀመላ ኢና ማለት እዩ ሶ እዚ ካርቴጅ እዩ ዘለና ከም ትሪእዎ ዘለኹም እዚ ኣብዚ ምስ ኣሰርናያ ንዓኣ ኣሲርና ድማ እቲ ማይና ክወፅእ ክነብሎ ኢና ማለት እዩ። So ነቲ ማይ ዝኸውን ቦታ መውፅኢ ኣብ ዝኾነ ቦታ ድረይን እንድሕር ኣሊና ፅቡቕ ድረይን እንተዘይብሉ ከዓ ኣብ ዝኾነ ኣብ ናይ ሲንክ ድዩ ወይ ከዓ ንደገ ቀረባ እንድሕር ኮይና ንደገ ክነውፅኣ ንኽእል ኢና። ኣብቲ ጥቕኡ ሲንክ ናይ ላወንድሪ ድዩ ዝኾነ ሲንክ እንድሕር ኣልዩ ድማ ኣብኡ ጌርና ክነብሎ ንኽእል ማለት እዩ። እዚ ትሪእዎ ዘለኹም ክልተ ኣፐር ኤንድ ሎወር ክስታይ ኣሎ እዚ ምስ ከፈትናዮ ናይቲ መውዓዪ መወሰኽን መጉደልን ቴምፕሬቸር ኣጃስት ንገብረሉ እዩ ማለት እዩ ማንዋሊ እንድሕር ሴት ኣፕ ናቱ ናይ ኤሌክትሪክ እንድሕር ኮይኑ ኣብዚኤን ኣለዋ ስፔሻሊ ድማ እዛ ተሓተይቲ ክፋል እቲ ንሕና ቴምፕሬቸር ክንውስኸሉን ክነጉድለሉን እንድሕር ደሊና ነዚ ከፊትና ብካቻሪ ተጌርና ነቲ ዳይል ናቱ ነዝሮ ማለት እዩ ናይ ጋዝ እንድሕር ኮይኑ ግን እቲ እቲ ፓይሎት ዝበሃል ኣሎ ንዑ ጠዊና ብሊንኪን ክንረአ ከለና ድማ ተወሊዑን ጠፊኡን ከም ዘሎ ብኡ ክንሕበር ንኽእል ኢና ማለት እዩ ስለዚ እዚ So ኩሉ ግዜ ጸጋማይ ሸነኽ ማይ ውዑይ'ዩ፣ የማናይ ሸነኽ ከኣ ማይ ዝሑል'ዩ። ምልክት ናቱ እንድሕር ርኢና ድማ ኣብ ላዕሊ ጽሑፍ ኣለዎ፣ ውዑይን ዝሑልን ዝብል ጽሑፍ ኣለዎ ማለት እዩ። So ነዚ ቅድሚ ምግባርና ኣብዚ እዚ ናይ ኤሌክትሪክ እዩ ምፍታሕ ኣየድልየናን እዩ። ምናልባት ኣነ ግን እቲ ቦታ ኣብ ካልእ ቦታ ክቕይሮ ደልየ ስለ ዘለኹ ነዚ ቆሪጽና ነቲ ኤለትሪክ እውን ከውጽኤ ኣውጽኤ ብካልእ ቦታ ክቕይሮ እየ ማለት እዩ። ንዕኡ ክገብር እንድሕር ኮይነ ግን እቲ ዘሎ ማይ ንዕኡ ቅድም ድረይን ክገብሮ ኣለኒ። እሱ ምስ ከደ ድማ ብድሕሪኡ እቲ ቦታ ቀይርና እቲ ላይን ከዓ ክቕይሮ እየ። ንዓኹም ግን ድረይን ንምግባር ስለ ዝኾነ እቲ ድረይን ክትገብሩ ከለኹም ኣብ ዘላቶ ኮይና እዚኣ እንድሕር ዓጺናያ ያው ማይ እጂ እዚ ሃፍ ሃፍ ተርን ማለት እዩ ከምዚ እንድሕር ኮይኑ እቲ ዳይሬክሽን ናቱ ተዓፅዩ ኣሎ ማለት እዩ ስትሬት እንድሕር ኮይኑ እቲ መዕፀዊ ናትና ከቢብ እንድሕር ኮይኑ ግን ንየማን ንዓፁ ንፀጋም ከዓ ንኸፍት ማለት እዩ ማይ ውዕይ የብሉን ዳይሬክት ካብዚ ዝመፅእ ማይ ተደፊኡ ንናብኡ ዝኸይድ ማለት እዩ እዚ ዓፂና ድሬን ክንገብሮ ኢና ማለት እዩ እንድሕር እዚ ፅቡቕ ይሕዘልና ኮይኑ ይዓፅዎ እንድሕር ኮይኑ ነዚኣ ጥራይ ዓፂና እቲ ማይ ድሬን ጌርና ከም ብሓድሽ ክንመልኦ ኢና ማለት እዩ ክትከፍቱ ከለኹም ምናልባት እዚ ድሬን ምስ ገበርኩሞ ድማ እዚ ሙሉእ ብሙሉእ ደይኮና ክንከፍቶ ዘለና እንታይ ደኣ ቀስ ጌርና ንእሽተይ ምስ ከፈትናዮ እቲ ሂሲን ወይ ከዓ ሹሽ ዝብል ድምፂ ምስ ሰማዕና ብንእሽተይ እሱ ክሳብ ዝጠፍእ ንገድፎ ማለት እዩ ብድሕሪኡ ሙሉእ ብሙሉእ ምስ መልኣ እቲ ድምፂ ዝገብር ሹሽ ዝብል ምስ ጠፍኣ እዚ ሙሉእ ብሙሉእ ንኸፍቶ ማለት እዩ። ስለምንታይ ድሕር ግዘና እቲ ፕረሸር ብሓንሳብ ንፋስ ስለ ዝፈጥር ብሙሉእ እንድሕር ተኸፊቱ ነቲ መስመር ናይ ቱቦ ክሰብረልና ስለ ዝኽእል ብዝተኻእለ ቀስ ጌርና ክንከፍቶ ከለና ምስ ተመልኣ ድማ ኣብ ታሕተዋይ ክፋል ናይቲ ገዛናን ኣብ ላዕለዋይ ክፋል ናይቲ ገዛናን ዘሎ ሲንክ ማይ ንኽፈቶ ቀስ ጌርና ማለት እዩ። ንምንታይ ድሕር ግዘ ጅሱ ኤር ብሊዲን ንብሎ። ኤር ብሊዲን ማለት ከኣ ነቲ ኣብ ውሽጢ ቱቦ ዘሎ ማይ ንዕኡ ቅድም ክወጽእ ኣለዎ። ምክንያቱ እሱ ተዘይወጽዩ ባንጊን ናይቲ ቱቦ ወይ ከኣ ናይ ቃዕቃዕ ዝብል ድምፂ ክንሰምዕ ኢና። ምክንያቱ ክንከፍቶ ከለና ነቲ ፎሰትና ወይ ከኣ ነቲ ቡምባ ክንከፍቶ ከለና ከኣ ከምዚ ስፒድ ዝገብር ማይ ከኣ ባግ ባግ እንዳለ ዝመጽእ ማይ ከኣ ክንረክብ ስለ ንክእል ማለት እዩ። ስለዚ እቲ ባብል ወይ ከኣ ዓፍራ ዝፈጥር ነገር ክሳብ ዘይወጸ እቲ ማይና ናይ በይዝመንት ዘለና ዝኾነ ቱቦ ማይ ኣብ ላዕለዋይ ክፋል ናይ ቤድሩምና ድዩ ናይ ሽቓቕና ድዩ ዘሎ ሲንክ በብተራ ሓንሳብ ዝሑል ንኸፍቶ ብድሕሪኡ ከዓ ማይ ውዑይ ከፊትና ከዓ ነቲ ኤየር ዘሎ ምስ ኣውፃናዮ እቲ ናትና ፋንክሽን ፅቡቅ ክሰርሕ ይኽእል እዩ ማለት እዩ። ብዘለዎ መጺና ከፊትና እንድሕር እቲ ከኣ ምጽእ ኢልና እንድሕር ክፍት ኣቢልናዮ ዘይተደልየ መስበርቲ ወይ ከኣ እቲ ድምጺ እውን ክንሰምዖ ስለ ንኽእል ከሰንብደና ይኽእል እዩ so ክንገብሮ ዘለና ማይ ዓጺና ኩሉ ግዜ ክንከፍት ከለና እቲ air ብዝተኻእለ መጠን ክነውጽኦ ኣለና ማለት እዩ ስለዚ እዚ ልክዕ ማይ ዓጽየ ኣለኹ ከምቲ ዝበልኩኹም እቲ ፓወር ስለ ዘሎ ነዚ ፓወር እውን ከጥፍኦ ኣለኒ ማለት እዩ ሶ እቲ ፓወር ኩሉ ግዜ ናይዚ 30 ኣምፕ ኣለዎ ብሬከር ብዝተኽኣለ መጠን ከዓ ፅሑፍ ስለ ዘለዎ እንድሕር ሌቨል ኮይኑ ናይ ገዛኹም ብኡ ክትረኽብዎ ትኽእሉ ምናልባት ኣነ ኦልሬዲ እቲ ናተይ ኣበይ ከም ዘሎ ስለ ዝፈልጦ እዚ ከዓ ከም ትሪእዎ ዘለኹም ኣብ መስርሕ ስለ ዘሎ ነዚኣ ብሬከር ኣጥፍኤ ኣለኹ እዚ ድማ እቲ ናቱ ዋየርን እዩ ብሓድሽ ክቕይሮ እየ ማለት እዩ ኣብ መንጎ ኮኔክት ክንገብር ኣይንሕልና እንድሕር ሓፂር ኮይኑ እቲ ናትና ኣብ ክነውሓልና ኢና ኤክስተንሽን ኣይንውስኸሉን ምክንያቱ ድማ እቲ ኤክስተንሽን ኣብ ዝጠፍኣሉ ግዜ እቲ ኮኔክሽን ካብ ብሬከር ዘይኮነ ዝጠፍእ ሽዑ ኣብቲ ጆይንት ዝገበርናሉ ስለ ዝጠፍእ ማለት እዩ ስለዚ ከም ዝረኣኹማ ማይ ዝሑል ተዓፅያ ኣላ ማይ እዚ ብሬከርና እውን we have to make sure ኣለዎ ዲ ፓወር የብሉን ጠፊኡ ዲ ጠፈን ማለት እዩ ንዑ ቸጌርና ድማ ብድሕሪኡ ክሳይ ነብል ያሞ ግሪን ስለ ዘሎ ግሪን እንድሕር ኮይኑ እቲ ፓወርና ጠፊኡ ኣሎ ፓወር እንድሕር ኣለዋ እዚኣ ቀያሕ ትኸውን ማለት እዩ ስለዚ ጠፊ ኢልና ኣሎ ማለት እዩ እቲ ሓድሽ መስመር ጌርና ዘለና ኣብቲ ዝደለናዮ ቦታ ዘርጊሕናዮ ኣለና ነዚ ፈቲሕና ድማ በዚ ክነውፅኦ ኢና ሶ ኣብቲ ማይ ምኽፋት ከዓ ድሕር ትሪእዎ ኣለኹም ሕጂ ኦልሬዲ እቲ መስመር ከፊትናዮ ዘለና እዚ ማይ ክንከፍቶ ኢና ማለት እዩ

ፕሬሽር ስለ ዝፀንሐ ሕጂ እቲ ፕሬሽር ማራ ክሳይ ኣለዎ ፕሬሽር መውፅኢ ተዘይረኺቡ ዋላ እቲ ማይ ዝመፀና እውን ቁሩብ ቀስ እንዳለ ዝመፅና እዩ ማለት እዩ ኦልሬዲ ኣብ ሴት ኣብ ገይረ ኣለኹ ናተይ ድረይ ብኡ ክሊር ምስ ኮነ ድማ ሙሉእ ብሙሉእ ነቲ ማይ ኣውፂእና ክንቅይሮ ኢና ነዚ ይመስል ምናልባት ኣብ ካልእ ስራሕቲ ብካልእ ክመፀኩም እየ እቶም ሓደስቲ ዝኾንኩም ሓጋዚ ጠቃሚ ኮይኑ ትረኽቦ እንድሕር ኣለኹም እዚ ቪድዮ ላይክ ብምግባር ሸር ብምግባር ናብ ካልእ ሰብ ክባፃሕ ነቲ ቻነል እውን ስለ ዝሕግዞ ክሰርሓልኩም ክትሪእዎ ትደልዩ እንድሕር ኣልዩካ ኣብቲ ናይ ቦታ ኮመንት ጸሓፉለይ ከምቲ ኩሉ ግዜ ንመንገዲ ስርሐይ ኣነ ዘቅርቦ ናባኩም ከኣ ከቅርበልኩም እየ ሰላም ወሰናይ በብዘለኩሞ ብሩክ መዓልቲ።